ዓይኒ ብዝተፈላለዩ ኣካላት ቀይሙ ንሓንጎል እቲ ዝግባእ ሓበሬታ ብምሃብ ንምርኣይ እንግልገለሉ ኣካል እዩ ዓይኒ ኣብ ኣከባቢና ንዘለዉ ነገራት ንኸነለሊ ክንግንዘብን ብግቡእ ክንርዳእን የኽእለና መስርሕ ዕቤት ወዲ ሰብ ምስ ኣከባቢኡ ዘለዎ ዝምድናን ንዕማማት ዓይኒ ዓንዲ ማእከል ዝገበረ እዩ ዓይኒ ከም መስኮት የእምሮ ንቕርጻ፣ መሰረት፣ ሕብሪ፣ መጠን፣ ዓይነትን ነገራት ናብ ሓንጎል የንጸባርቕ። እዚ ዝተፈላለየ ብርሃናዊ መልእኽትታት ኣብ ሓንጎል ኣትዩ ይንበብን ይምስራሕን። ኣብ ዝተፈላለዩ ንዓይኒ ዘቑሙ ኣካላት ዘጋጥም ጸገም፣ ረኽሲ፣ መልከፍቲ፣ ዓይኒ ብግቡእ ንኸይሰርሕ፣ ምስ ግዜ ድማ ዐሮት ንኸጋጥም ካብ ዝቕስቡ እዮም። ስለዚ ኣገዳስነት ዓይኒ ምስ ኣከባቢና ብዘለና ዝምድና ስለዝቑርን ጥዕና ዓይኒ ግቡእ ክትትልን ጥንቃቐን ዘድልዮ ጉዳይ እዩ። ጥዕና ዓይኒ ካብ ግዜ ህጻንነት ክሳብ መወዳእታ ገጽ ህይወት ዕቱብ ኣቓልቦ ክግበረሉ ይግባእ። ዓይኒ ክንብል ከለና ብሕጽር ዝበለ ኣገላልጻ ፍንስትራ ናይ ኣካላትና ማለት እዩ። ኩሉ ንገብሮ ንጥፈታት፣ ስራሓት፣ ዝኾነ ዘበለ ብርሃን ተመሲሉ ብርሃን ናብ ዓይኒ ብምእታው ናብ ሓንጎል ተተርጒሙ ሓደ ምስሊ ወይ ከኣ ትርጉም ሂቡ መዓልታዊ ንጥፈታትና ንኽንሰርሕ ይሕግዘና። ብሓፈሻ ዓይኒ ኣብ ሰለስተ ክፋላት ኢና ንኸፍላ በቲ ናታ ኣቃውማ ማለት እዩ። ሓደ እቲ ግዳማዊ ክፋል ናታ ክኸውን ከሎ እቲ ፋይብሪዮስ ላየር ኢልና ንጽውዖ። እቲ ካልኣይ ከኣ እቲ ማእከላይ ላየር ወይ ከኣ እቲ ማእከላይ ክፋል ኮይኑ ሚድል ላየር ኢልና ንጽውዖ። ሳልሳይ ከኣ እቲ ውሽጣዊ ክፋል ማለት እዩ። ስለዚ እቲ ግዳማዊ ክፋል ንብሎ ናይ ዓይኒ እቲ ብደገ ንሪኦ ማለት እዩ። እቲ ቤትሮ ዓይንናን እቲ ጻዕዳ ዓይንናን ክኸውን ከሎ እቲ ማእከላይ ክፋልካ ጸሊም ዓይንናን ኣብ ውሽጢ ዘለዉ ክፋላት ውን ኣለዎ ማለት እዩ። እቲ ውሽጣዊ ክፋል ከኣ እቲ ረቲና ንብሎ ወይ ከኣ እቲ ናይ ነርቭ ላየር ዘሎ መልእኽቲ ወይ መሴጅ ናብ ሓንጎል ዘሕልፍ እዩ ማለት እዩ።
ጥዕና ዓይኒ ካብ ፈለማ ግዝያት ህጻንነት ክስትብሃለሉን ግቡእ ኣቓልቦ ክወሃቦን ዘለዎም ጉዳይ ምዃኑ እዮም ክኢላታት ሕክምና ብቐጻሊ ዝገንዝቡ። ጥዕና ዓይኒ ህጻን ክባቢኡ ብዓይኒ ክለለየሉ ካብ ዝጅምረሉ ኩነት ይርእዶ ኣይርእን፣ ኣብ ምርኣይ ይጽገም ድዩ ኣይጽገምን፣ ምስ ምንቅስቓስ ነገራት የዒንቱ የንቀሳቕስ ዶ ኣየንቀሳቕስን ዝብሉ ሕቶታት ብኣንክሮ ክለዓሉ ይግበኡም። ኩነታት ዓይኒ ህጻን ካብ ፈለማ ዕቱብ ምክትታል ወለዲ እንተተገይሩሉ ድሒሮም ክስዕቡ ዝኽእሉ ከበድቲ ጸገማት ዓይኒ ክውገዱ ከም ዝኽእሉ እዩ ዝግለጽ። መብዛሕትኦም ጸገማት ዓይኒ ኣብ ፈለማ ህጻንነት ግቡእ ጠመተን ኣቓልቦን ወለዲ ተዋሂቦም በብእዋኑ ኣብ ሕክምና ዓይኒ ብምኻድ ዝግባእ ክንክንን ፈውሳን ተተገይሩሎም መጻኢ ሳዕቤናቶም ደው ከብሉ ዝኽእሉ እዮም። ኣብ ግዜ ህጻንነት ብወለዲ ዝርኣ ዝኾነ ምምዝባል ኣካላት ብኡንብኡ ኣብ ሕክምና ምስ ዝኸይድ ግቡእ ፈውሳ ክግበረሉ ዝቐለለ ስለ ዝኾነ ኣብዚ መዳይ እዚ ወለዲ ብፍላይ ኣደ ቀዳመይቲ ሓኪም ጥዕና ዓይኒ ህጻን ምዃና'ዩ ዝግለጽ። እቲ ምንታይ ብቐረባ ውላዳ ምስ ከባቢኡ ብዓይኒ ይዋሳእ ድዩ? ዋላስ ኣብ ከባቢኡ ዘለዉ ምንቅስቓሳት ግዲ ኣይገብረሎምን? ክልቲኤን ኣዒንቱ ብማዕረ ይሰርሓዶ? ዋላስ እታ ሓንቲ ትፈዝዝ? ምስ ኣብ ከባቢኡ ዝምጩ ድምጺ ምንቅስቓስ ዓይኒ ይገበርዶ ኣይገብርን? ዝኾነ እንክርኢ ይሽገርዶ? ኣዒንቱ ኣጨምጪሙ ንኽርኢ ይግደድዶ ኣይግደድን? ዝብሉ መለክዒታት ብቐረባ ክተስተብህለሎም እትኽእል ወላዲት ኣደ ስለ ዝኾነት። ጥዕና ዓይኒ ኣብ ኩሉ ዕድመ ተተረጋገጸ ዝሓሸ ይኸውን ማለት እዩ። ንኣብነት። ቆልዓ ውልድ ምስ በለ ብዝተኻእለ መጠን ክልቲኡ ዓይኑ ማዕረ ይርእ ኣሎ ድዩ የለን ክረጋገጽ ክኽእል ኣለዎ። ገለ እዋን ቆልዓ ይርእን ኣይርእን ከይነግረካ ይኽእል እዩ ወይ ከይሕብረካ ይኽእል እዩ። ስለዚ እቲ ወላዲ ዝገብሮ ናብ ሕክምና ብምውሳድ ኩሉ ቸክኣፕ ክግበረሉ ክኽእል ኣለዎ። ምኽንያቱ ሓንሳ ሓንሳብ ኣምብልዮፒያ ወይ ከኣ ሌዚኣይ እንብሎ ሕማም ኣሎ። እዚ ሕማም እዚ ክሳብ ደቂ ትሽዓተ ዓመት ጥራይ እዩ ክፍወስ ዝኽእል። ነዊሕ ተተባሂሉ ከኣ ክሳብ ዓሰርተ ክልተ ዓመት ክብጻሕ ይኽእል እዩ ማለት እዩ። እዚ ደረጃ እዚ ወይ እዚ ዕድመ እዚ ሓንሳብ ምስ ሓለፈ እዚ ቆልዓ እዚ እቲ ኩነታት ምርኣዩ ናይ እቲ ዝነበሮ ወይ ከኣ ከም ናብ ንቡር ክትመልሶ ኣሸጋሪ እዩ ማለት እዩ። ስለዚ ኩሉ ወላዲ ደቁ ትሕቲ ትሽዓተ ዓመት ዘለዉ ኩነታት ምርኣዮም ብዝተኻእለ መጠን ቸክ ክግበር ኣለዎ ማለት እዩ። ስለዚ ወላ እቲ ሕሙም ኣይፈልጦን እዩ ወላ ገለ ገለ እዋናት እውን እዚ ዕድመ እዚ ምስ ሓለፈ ወላ ኣብቲ ዕስራታት ምስ በጽሑ እውን ነዚ ሕማም እዚ ኣለዎምን የብሎምን ኣይፈልጥዎን እዮም ማለት እዩ። ብሕጽር ዝበለ ኣገላልጻ ሓንጎል ነታ ሓንቲ ዓይኒ ይርስዓ ማለት እዩ። እታ ሓንቲ ዓይኒ ካብታ ሓንቲ ዓይኒ ድኽም ዝበለት ትኸውን ወይ ከኣ ሌዚ ወይ ፈዛዝ ዓይኒ፣ ድኽምቲ ዓይኒ ንብላ። ስለዚ ካብ ዕድመ ኣብዚ ካብ ሓደ ክሳብ ዓሰርተ ክልተ ዘለዎ ግዜ ከም ቀንዲ ክንወስዶ ንኽእል ኢና። ተወሳኺ ድሕሪ ዕድመ ኣርባዓታት ዘሎ። ስለዚ ዝበዝሕ እዋናት። ድሕሪ ኣርብዓ ዓመት ብዙሕ ዓይነት ለውጢ ኣብ ኣካላትና ይመጽእ ማለት እዩ። ኣብ ኣካላትና ናይ ምንብባብ ጸገም ክመጽእ ይኽእል፣ ጸቕጢ ዓይኒ ክመጽእ ይኽእል፣ ዝተፈላለየ ሓበላ ክመጽእ ይኽእል እዩ። ብሕጽር ዝበለ ኣገላልጻ ድሕሪ ኣርብዓ ዓመት ዘሎ ግዜ ናይ ምትኽኻእ ነገር የለን ኣብ ኣካላትና። ሓንሳብ ገለ ክፍሊ ኣካላት ክኣሪ ከሎ ካልኣይ ወይ ሳልሳይ ግዜ ክተኻኻእ ኣይክእልን እዩ። ብሕጽር ዝበለ ክንገልጾ ከሎና ንኣብነት ግላኮማ ሕጂ ዝበዝሕ ግዜ ምልክት ኣይህብን እዩ። ወይ ከኣ ዝኾነ ዓይነት ቃንዛ ዝኾነ ዓይነት ዝስመዓካ ነገር የለን። እቲ ኩነታት ምዕዋርካ ብወሰን እዩ ዝጅምር ማለት እዩ። በዚ ዝመጸካን በዚ ዝመጸካ ነገራትን ኣይትርእን ኢኻ ማለት እዩ። ቀስ ብቐስ ቀስ ብቐስ ከኣ እንዳዓወረ ይኸይድ ማለት እዩ። ኣብ መጨረሻ ሓንሳብ እንተዓዊሩ ከኣ ነቲ ዓይኒ ክትመልሶ ኣይትኽእልን ኢኻ። መጥባሕቲ ኣይግበርን እዩ። ዝኾነ ዓይነት መድሃኒት ጌርካ ውን ክትመልሶ ኣይትኽእልን ኢኻ። ስለዚ ዝኾነ ሰብ ድሕሪ ኣርብዓ ዓመት ዘሎ መጺኡ ኣብ ሕክምና ቸክኣፕ ክገብር ክኽእል ኣለዎ። ምኽንያቱ ምልክት ዝብሃል የብሉን። ዝበዝሕ ግዜ ዝኾነ ሰብ ናብ ሕክምና ዘምጽኦ ምኽንያት ተልዩ ሓደ ክቕንዞ ኣለዎ ወይ ውን ደይምቹእነት ክስምዖ ኣለዎ ወይ ከኣ ካብ መዓልታዊ ንጥፈታቱ ክበኩር ኣለዎ። ሓሚሙ ተባሂሉ ናብ ሕክምና ይመጽእ። ብልምዲ ግን ኣብ ነብሲ ወከፍ ገለ እዋናት ሽዱሽተ ወርሒ ሸውዓተ ወርሒ ድሕሪ ኣርብዓ ዓመት ዘሎ ግዜ መጺኡ ቸክ ኣፕ ተዝገብር ዝበለጸ እዩ ማለት እዩ ከይፈለጦ ኣብ ሓደ ደረጃ ናይ ዕረት ስለ ዘብጽሓካ ሕማማት ስለ ዘሎ ማለት እዩ ከም ተወሳኺ ምስ ዕድመ ኣብ ዕድመ ኣርብዓን ድሕሪኡን ዘሎ ሓበላ ናይ ዓይኒ ይመጽእ እዩ እዚ ሓበላ እዚ ምሽፋን ናይታ መርዓት ዓይኒ እዩ ዝበዝሕ ግዜ ጻዕዳ ነገር ይሽፍና እዚ ዕድመ ዘምጽኦ እዩ። ጥዕና ዓይኒ ብተወርሶ፣ እርጋን፣ ግጉይ ተጠቃምነት ምስ ዓይኒ ዝተኣሳሰሩ መሳርሒታትን መድሃኒታትን ከምኡውን ዝተፈላለዩ ረኽሲታት ክትንከፍ ዝኽእል እዩ። እዞም ዝተጠቕሱ ጠንቅታት እዚኣቶም ብኣጋ ኣብ ሕክምና ዓይኒ ግቡእ ፍወሳ እንተዘይተገይርሎም ክሳብ ዑረት ከብጽሑ ይኽእሉ። ገለ ጸገማት ዓይኒ ኣብ ዝኸፍአ ደረጅኦም ምስ በጽሑ ናብ ሕክምና ስለዝበጽሑ እቲ ዝድለ ኣልያ ክግበረሎም ኣይክእልን። ነቲ ዝበጽሖ ኩነት ጉድኣት ናብ ዝበኣሰ ከይበጽሕ ዘኽእል ሕክምና ጥራይ እዩ ዝግበረሎም። ስለ ዝኾነ ጠንቂ ጸገም ዓይኒ ብሕክምናዊ ምርመራ ካብ ፈለማ ተረጋጊጹ ክእለ፣ ዝኾነ ምልክት ኣብ ዝርኣየሉ እዋን ድማ ከይውዓለ ከይሓደረ ኣብ ሕክምና ዓይኒ ግቡእ ፍወሳ ክግበረሉ'ዩ ዝግባእ። ገለ ሕማማት ምስ ተወርሶ ወይ ከኣ ካብ ካብ ኣቦ ናብ ኣደ ወይ ካብ ናይ ዓሌት ናይ ምውርራስ ዘለዎም ነገራት ኣለዉ። ገለ ሕማማት ከኣ ምስ ምስ ምስራሕ ነዊሕ ሰዓታት ምስራሕ ወይ ነዊሕ ሰዓታት ምጥቃም ውን ናይ ምሽጋር ተኽእሎ ዝመጹ ነገራት ኣለዉ ማለት እዩ። ሕጂ ገለ ካብኡ ክንጠቅስ ንኣብነት ሓበላ ናይ ተወርሶ ወይ ከኣ ሓበላ ወይ ካታራክት ንብሎ ኮንጀኒታል ወይ ከኣ ምስኡ ተወሊዱ ዝመጽእ ሓበል ኣሎ። ከም ተወሳኺ ጸቕጢ ዓይኒ እዚ ግላኮማ ንብሎ፣ ኮንጀኒታል ግላኮማ፣ ኣሎ። ከምኡ እውን እዚ ናይ ዳቪስታ ጸገም ወይ ኢካለ ጸገም ካብ ወላዲ ናብ ውላድ ናይ ምስግጋር ተኽእሎ ኣሎ። ገለ ከኣ ምስ ስርሓት ወይ ከኣ ምስ ንጥፈታት ንገብሮ መዓልታዊ ዝመጹ ሕማማት እውን ኣለዉ። ንኣብነት ነዊሕ ሰዓታት ኣብ ደገ ዝሰርሕ ሰብ ከም ኣብ ደሮና ንፋስ ዝውዕል ሓረስታይ መሰል ዝኾነ ብቐሊሉ እቲ ናይ ቤትሮ ዓይኑ ወይ ከኣ እቲ ጉልባሽ ንብሎ ክፍሊ ናይ ዓይኒ ብደሮናን ብንፋስን ናይ ምሽፋን ወይ ከኣ ከምዚ ናይ ምእራግ ወይ ዲጀነሬሽን ንብሎ ለውጥታት የመጽእ ማለት እዩ። ዝበዝሕ ግዜ እዚ ናይ ተወርሶ ሕማማት እንብሎም ቀልጢፎም እንተደኣ ክፍወሱ ወይ ከኣ ቀልጢፎም እንተደኣ ክርድኡ ተዘይክኢሎም ናብ ዘይምለስሉ ደረጃ እውን ክበጽሕ ይኽእል እዩ ማለት እዩ። ንኣብነት ከም ንምጥቃስ ዝኣክል ንግላኮማ ወይ ከኣ ጸቕጢ ዓይኒ ንብሎ ወይ ከኣ ኦክላር ሃይፐርቴንሽን ንብሎ ሕማም ዝበዝሕ ግዜ ኣብ ገለ ገለ እዋናት ምልክት ድህበሉ ግዜ እውን ኣሎ ማለት እዩ። ዝኾነ ዓይነት ምልክት ቃንዛ ኣይገብረልካን እዩ፣ ዝኾነ ዝስመዓካ ነገር የለን፣ ኩነታት ምርኣይካ ቀስ ብቐስ እንዳጎደለ እንዳጎደለ እንዳጎደለ ይኸይድ ማለት እዩ። ስለዚ ኩልሻዕ ከይፈለጥካዮ ኣብ። ዝተፈላለዩ ደረጃታት ናይ ዕረት ከብጽሓካ ይኽእል እዩ ማለት እዩ። ጽሬት ጸገማት ዓይኒ ኣብ ምውጋድ ዓቢ ተራ'ዩ ዝጻወት። ብዝተኻእለ መጠን ንግሆን ቅድሚ ድቃስን ግቡእ ጽሬት ዓይኒ፣ ማለት ብሳምናን ጽሩይ ማይን ዓይኒ ሓዊስካ ገጽ ምሕጻብ፣ ጥዕና ዓይኒ ኣብ ምሕላው ዓቢ ተራ ከምዘለዎ'ዮም ክኢላታት ጥዕና ዓይኒ ሃገርና ዝገንዝቡ። ግቡእ ጽሬት ምዝውታር ንጥዕና ዓይኒ ወሳኒ ረቋሒ'ዩ። ግቡእ ጽሬት ገጽ፣ ማለት ብማይን ሳምናን ዝተሰነየ ግቡእ ጽሬት፣ ርኽሲ ዓይኒ ዘስዕቡ ታህዋስያን ተጓዳእቲ ባእታታት ደሮና ገፈል መፈል ከሚካላትን ዝኣመሰሉን ካብ ጸጉሪ ዓይኒን ከባቢ ዓይኒ ዝርከብ ቆርበትን ናብ ዓይኒ ንኸይልሑኽ ይካልኸል። ጽሬት ኣደ ጥዕና'ያ ዝብል ኣምር ኣብ ጥዕና ተነቃፊት ዝኾነት ዓይኒ ዓቢ ኣበርክቶ ከም ዘለዋ'ዮም ክኢላታት ብቐጻሊ ዝምኽሩ። ስለዚ ዝተመጣጠነ መግቢ ክበልዕ ኣለዎ። ኣብ ሕክምና መጺኡ ቸክኣፕ ስሩዕ ቸክኣፕ ክገብር ኣለዎ። ዝተኻለ መጠን ከኣ መከላኸሊ ነገራት እውን ክጥቀም ኣለዎ፣ ኣብ ስርሑ ይኹን ኣብ መዓልታዊ ንጥፈታቱ ማለት እዩ። ዝኾነ ሰብ ኣብ ዝኾነ ቦታ ብፍላይ ኣብ ቆላ ኣብ ጸሓያዊ ነጸብራቕ ዘለዎ ንኣብነት ከም ናይ ባሕሪ ነጸብራቕ ዘለዎ ከባቢ ዝቕመጥ ሰብ መከላኸሊ ናይ እከለ እንተገበረ ንነዊሕ ዝበለ እዋናት ጥዑይ ዓይኒ ሒዙ ወይ እውን ጥዑይ ዓይኒ ሃልይዎ ክጸንሕ ይኽእል እዩ ማለት እዩ። ጽሬት ተወሳኺ ልክዕ ከም ሓደ ዓቢ ነገር እዩ ኣብ ዓይኒ ማለት እዩ። ከምቲ ዝበልናዮ ብዙሓት ተመሓላለፍቲ ሕማማት ኣለዉ። ጽሬት ብዘይ ምግባርካ ወይ ውን ብዘይ ዘይምጽራይካ ንዓይኒ ብዙሕ ነገር ክትጎድኦ ትኽእል ኢኻ ማለት እዩ። ካብ ሓደ ናብ ሓደ ንነብስኻ ጥራይ ውን ኣይኮንካን ትጎድእ ማለት እዩ። ንስድራኻ ክትጎድእ ኢኻ ንከባቢኻ ውን ክትጎድእ ኢኻ ማለት እዩ። ሓንሳብ ውን ብጽሬት ዝመጽእ ሳዕቤን ንዓይኒ ኣብ ዘይትመልሰሉ ደረጃ ክበጽሕ ይኽእል እዩ ማለት እዩ። ከም ዝበልናዮ፣ ከም በዓል ትራኮማ፣ ተመሓላለፍቲ ናይ ኮንጃክቲቫይትስ፣ ረኽሲ ናይ ዓይኒ፣ ብቫይረስ ዝመጽእ ይኹን ዋላ ብባክተርያ ዝመጽእ ጽሬት ክህልዎ ክኽእል ኣለዎ ማለት እዩ። ሓደ ሰብ ብዝተኻእለ መጠን ኣብ ግዜ ምሸት እንተተሓጸበ ተመራጺ ይኸውን ማለት እዩ። ምኽንያቱ ምሉእ መዓልቲ ዓይንና፣ ደሮና፣ ሓመድ፣ ንፋስ ክእክብ እዩ ዝውዕል። ዝበዝሕ ግዜ ናብ ዓይንና ዝኾነ ነገር ኣብ ዝመጸሉ ግዜ ንዕመት ኢና። እዚ ቅርኒብ ናይ ዓይንና ወይ እቲ ሸፋሽፍቲ ናይ ዓይንና ብምሉኡ ድሮናን ሓመድን እዩ ዝእክብ። ደሓር ምሸት ኣብ ንድቅሰሉ ግዜ ጥንቅልዒት ኣብ ንኾነሉ ግዜ ናበይ ረጊፉ ኣቱ? ናብ ውሽጢ ዓይንና ይምእታው ኣለዎ። ስለዚ ብዝተኻእለ መጠን ኣብ መዓልቲ ሓንሳብ ወላ እንተኾነ ምሸት ተተሓጸበ ተመራጺ ይኸውን። ምኽንያቱ ከም ልምዲ ንግሆ ኢና ገጽና ንሕጸብ። ኦረዲ ኣብ ኣንሶላ ኩሉ ደራሪዝካዮ ኣለኻ፣ ጥንቅልዒት ደቂስካ ረጊፉ ናብ ውሽጢ ዓይኒ ኣትዩ ኣሎ። ስለዚ ቅድሚ ምርጋፉ ኣብቲ ዘለናዮ ነገራት ኣጽሪና ክንሕጸብ ኣለና። ቅድሚ ምስራሕና ወላውን ድሕሪ ምስራሕና ኣብ ስራሕ ጸኒሕካ ኣብ ደሮና ኣብ ሓመድ ውዒልካ ተሓጺብካ ካብኡ ምስ ተኣለኻ ኣብ ትኪ ጸኒሕ ኣደ ኣብ ደሮና ኣብ ትኪ ኣብ ዝተፈላለየ ንጥፈታት ናይ ገዛ ኣብ ምብቋጽ እኽሊ ድዩ ወላ ምእራይ ዝኾነ ነገራት ጸኒሓ ብዝተኻእለ መጠን ካብቲ ነገር እቲ ምስ ተኣልየት ክትሕጸብ ክትክእል ኣለዋ መድሃኒት ኣብ ዝእዘዘሉ ግዜ ውን ቅድሚ መድሃኒት ምንጣብካ ዓይንኻ ከተጽርዮ ክትክእል ኣለካ እቲ ኣብ ዓይንኻ ዘሎ ርስሓት ክትኣልዮ ክትክእል ኣለካ ብብዝሒ ቁልዒ ተልዎ እቲ ቁልዒ ኣሊኻ ኢኻ መድሃኒት ትገብረሉ ማለት እዩ ስለዚ ዓይንና ኣብ ኖርማል ግዜ ምሸት ተተሓጸብና ተመራጺ ይኸውን ማለት እዩ። ንዝነበረ ርስሓትን ደሮናን ኣራጊፍና ክንድቅስ ክንክእል ኣለና ማለት እዩ። ኣብ ካልእ ግዜ ከኣ ኣብ ዝተፈላለየ ንጥፈታት ኣብ ዝጸንሓሉ ግዜ ተተሓጸበ ከኣ ተመራጺ ይኸውን ማለት እዩ። ገለ ጸገማት ዓይኒ ተመሓላላፊ ባህሪ ዘለዎም እዮም። ብዝተፈላለዩ ኣገባባት ካብ ሰብ ናብ ሰብ ናይ ምልባዕ ባህሪ ኣለዎም። እዞም ሕማማት ዓይኒ እዚኣቶም ብምትንኻፍ፣ ሃመማ፣ ሽጎማኖ፣ ኢድ ሓደ ምንጪ መድሃኒት ብዝኣመሰሉ ይመሓላልፉ። ተላባዒ ባህሪ ዘለዎም ጸገማት ዓይኒ፣ ብፍላይ ኣብ ትሕት መነባብሮ ዘሎም ከባቢታት ልዑል መጠን ተመሓላላፍነት ከም ዘለዎምን ፈወሰኡም እውን ብመጠኑ ኣሸጋሪ ምዃኑ እዩ ዝግለጽ። ከም በዓል ኩልመት ወይ ትራኮማ ዝኣመሰሉ ሕማማት ዓይኒ ብደረጃ ዓለም ኣብ መስርዕ ቀዳሞት ጠንቅታት ዑረት ተቐሚጦም ዘለዉ እዮም። ዝበዝሕ ግዜ እዞም ተመሓላለፍቲ ሕማማት ወይ ከኣ ኮሙኒካብል ዲዝስ ንብሎም ሕማማት ዝበዝሕ ግዜ ካብ ሰብ ናብ ሰብ ዝመሓላለፉ ኮይኖም መብዛሕትኡ እዋናት ብምትንኻፍ ዝመጽእ ማለት እዩ። ብዝተፈላለየ ምኽንያት መሳርሒ ምስ ዓይኒ ምትንኻፍ ክኸውን ይኽእል እዩ ወይ እውን ኢድ ምስ ዓይኒ ምትንኻፍ ክኸውን ይኽእል እዩ ወይ እውን ብሃመማ ዝተፈላለዩ ነገራት ናብ ዓይኒ ዝመጽእ ምትንኻፍ ክኸውን ይኽእል እዩ። ዝበዝሕ ግዜ እዞም ምትንኻፋት እቲ ቀንዲ ወይ ከኣ ካልኣይ ጠንቂ ዑረት ካብ ተመሓላለፍቲ ሕማማት ኢልና እንገልጾ እዚ ትራኮማ ንብሎ ሕማም ማለት እዩ። ትራኮማ ዝበዝሕ ግዜ ብጉድለት ጽሬት ወይ ከኣ ደይምሕጻብ ዝመጽእ ሕማም ኮይኑ ዝበዝሕ ግዜ ኣብ ዝተጨቓጨቐ ከባቢ ወይ ውን ሕጽረት ማይ ዘለዎ ወይ ውን ኣብ ድኻታት ሕብረተሰባት ዝበዝሕ ግዜ ይረኣ ማለት እዩ። እዚ ሕማም እዚ ካብ ሰብ ናብ ሰብ ብምትንኻፍ ክመሓላለፍ ይኽእል እዩ ወይ ውን ብዝተናኸፈ መሳርሒ ብምጥቃም ክመሓላለፍ ይኽእል እዩ። ስለዚ ከም ልምዲ ኣብ ዝበዝሕ እዋናት ኣብ ገለ ገለ ሰብ ሓደ ዓይነት ሽጎማኖ ምጥቃም ኣሎ፣ ሓደ ዓይነት መኹሓሊ ምጥቃም ኣሎ፣ ሓደ ዓይነት ቅርኒብ ወረጦ መእረይ ኢሎም ቅርኒብ ዝኣርይሉ መሳርሒታት ምጥቃም ኣሎ። ስለዚ ዝኾነ ሰብ ትራኮማ ክህልዎ ይኽእል ከይህልዎ ይኽእል ብዓይንኻ ወይ ሕክምና ከይመጸ ክፍለጥ ኣይከኣልን እዩ ማለት እዩ። ብዓይንኻ ዝፍለጥ ነገር ኣይኮነን። ስለዚ ዝኾነ ሰብ ናቱ ዝኾነ ስጎማ ንክህልዎ ኣለዎ ናቱ ዝኮነ ናይ መኩሓሊ ድዩ ዝኮነ ናብ ኣብ ገጽ ዝጥቀመሉ ነገራት ክህልዎ ኣለዎ ማለት እዩ። ሓንሳብ እዚ ሕማም ኣብ ዝሕዘሉ ግዜ ኣብ ዝከፍኣ ደረጃ ከይበጽሐ ከሎ ከኣ ናብ ሕክምና ክመጽእ ኣለዎ። ተወሳኪ ዝኮነ ኣባል ስድራ ቤት ዓይኒ ናይ ዝሓመመ ሰብ እንተ ሒዙ ብዝተካእለ መጠን ኢዱ ሳምናን ማይን ጌሩ ኣጽርዩ ክሕጸብ ኣለዎ። እንተዘይ ኮይኑ ዓይኑ ሒዙ ዓይኒ ካልእ ክሕዝ እዩ። ናይ ምትንኻፍ ወይ ናይ ምልባዕ ተኽእሎ ኣለዎ። ዝበዝሕ ግዜ እዚ ትራኮማ ኣብ ዕድመ ካብ ትሽዓተ ካብ ሓደ ክሳብ ትሽዓተ ዓመት እቶም ኣክቲቭ ትራኮማ ዝበሃሉ ኣለዉ። ቆልዑ ኣክቲቭ ትራኮማ ወይ ዝኾነ ዓይነት ኢንፌክሽን ናይ ዓይኒ ኣብ ዝሕዘሎም ግዜ ብዝተኻእለ መጠን ንገለ እዋናት ካብ ትምህርቲ እውን ኣቋሪጽካ ክጸንሑ ይኽእሉ ኣለዉ። ምኽንያቱ ኣብ ቤት ትምህርቲ ከይዶም ናይ ምልባዕ ወይ ከኣ ናይ ምትንኽኻፍ ነንሕድሕዶም ነገራት ስለ ዘሎ ብዝተኻእለ መጠን እዞም ቆልዑ እዚኦም ቀልጢፎም ተፈዊሶም ናብቲ ትምህርቶም ወይ ናብቲ ንጥፈታቶም ክምለሱ ክኽእሉ ኣለዎም ማለት እዩ። ስለዚ ወላ እውን ኣብ ኣጠቓቕማ መድሃኒት ዝተተናኸፈ ረኽሲ ዓይኒ ወይ ትራኮማ ኣለዎ ተተባሂሉ ሓደ ሰብ መድሃኒት ከንጥብ ከሎ እቲ ጫፍ ናይቲ እዚ ነጣቢ ነቲ ዓይኒ ዝትንክፎ እንተ ኾይኑ እቲ ረኽሲ ናብቲ መድሃኒት እውን ኣትዩ ኣሎ ማለት እዩ። እቲ ባክተርያ ወይ እቲ ቫይረስ ድዩ ዝኾነ ነገራት ናብቲ ዓይኒ ኣትዩ ኣሎ። ስለዚ ብዝተኻእለ መጠን ኣብ መንጎ ዓይንን ኣብ መንጎ መድሃኒትን ምንጣብ ዘሎ ርሕቐት ዝተፈልየ ክኸውን ኣለዎ። ዓይኒ ነቲ መድሃኒት ዝትንክፍ እንተ ኾይኑ መድሃኒት ዓይኒ ዝትንክፍ እንተ ኾይኑ ገለ ገለ እዋን እውን ሓንቲ መድሃኒት ኣብ ብዙሓት ምጥቃም ኣሎ። ስለዚ ሓደ ሰብ ንሓደ ዝተኣዘዘ መድሃኒት ሓደ ሰብ ክጥቀመሉ ክኽእል ኣለዎ። ንካልኣይ ንሳልሳይ ምሃብ ፍቑድ ኣይኮነን። ሓንሳብ ምስ ተኸፍተ ዝነጥብ መድሃኒት ንሓደ ወርሒ ከኣ ክጸንሕ ክኽእል ኣለዎ። ድሕሪኡ ካብ ጥቕሚ ወጻኢ እዩ ማለት እዩ፣ ክጓሓፍ ኣለዎ ማለት እዩ። ከምኡውን ጎማታ ክንጥቀም ከለና። ስለዚ ዝበዝሕ ግዜ እዚ ረኽሲ ዘምጽኡ በዓል ትራኮማ፣ ኮንጃክቲቫይትስ፣ ኮንጃክቲቫይትስ ማለት ረኽሲ ናይቲ ልፋጭ ወይ ከኣ እቲ ጻዕዳ ዓይኒ ክኸውን ከሎ ብቫይረስ ወይ ብባክተርያ ክመጽእ ይኽእል እዩ። ዝበዝሕ ግዜ ብምትንኻፍ ከኣ ናይ ምምሕላፍ ባህሪ ኣለዎም ማለት እዩ። ኣብ ኩሉ ደረጃታት ዕድመ መርመራ ጥዕና ዓይኒ ምክያድ ተመራጺ ልምዲ እዩ። ብፍላይ ህጻናት ፈለማ ዓይኒ ካብ ዘንቅሑሉ ድሕሮም ቅድመ ትምህርቲ ኣብ ዝኣትዉሉ ግቡእ ምርመራ ጥዕና ዓይኒ ክካየደሎም ኣገዳሲ ረቋሒ እዩ። ኣብ ከምዚ ደረጃ ዝካየዱ ምርመራታት ክውገዱ ዝኽሉ ጸገማት ኣብ ምእላይ ዓቢ ኣበርክቶ ኣለዎም። መርመራ ዓይኒ ህጻናት ምስ ኣካዳሚያዊ ዓቕሞም ብሰሪ ጸገም ዓይኒ ድሕሪ መሰተኦም ንኸይተርፉ ዝሕግዝን ስዒቡ ዝመጽእ ክሳብ ዕረ ዝበጽሕ ሳዕቤናት ዓይኒ ኣብ ምውጋድ ኣገዳሲ እዩ። ውሑዳት ሰባት እዮም ንቸክኣፕ ኢሎም ዝመጹ ማለት እዩ። ኣነ ዕድመይ ክንድዚ እዩ ኣብ ክንድዚ ደረጃ በጺሐ ኣለኹ ስለዚ ናይ ዓይኒ ቸክ ኣፕ ክገብር መጼ እንታይ እንታይ ከም ዘለኒ ክፈልጥ ወይ ውን ተወሳኺ ከምዚ ሽኮርያ ኣለኒ ደም ብዝሒ ኣለኒ ወይ ውን ቅድሚ ሕጂ ኣቦይ ኣባሓጎይ ወይ ውን ናይ ቀረባ ቤተሰብ ብዘይ ተፈልጠ ምኽንያት ዓዊሩ ኔሩ እሞ ምናልባት ዝኾነ ዓይነት ከም ግላኮማ መሳሊ ዝፈልጦ ሕማም እንተኾይኑ ናይ ምውርራስ ባህሪ ስለ ዘለዎ ከምዚ ደልየ ኢሉ ክመጽእ ይኽእል እዩ ዝበዝሕ ናይቲ ዝመጸና ሕሙም ግን ጠቕሊሉ ዝተሸገረ ወይ ውን ዓይኑ ዝደኸሞ ወይ ውን ምርኣይ ዝሰኣነ ኣብ ሕማቕ ደረጃ በጺሑ ውን ዝመጽእ ሰብ ኣሎ ማለት እዩ። ኣብ ዝመጸሉ ግዜ ኩሉ ዓይነት መርመራ ክንገብረሉ ኢና። ኩሉ ዓይነት መርመራ ከኣ ንገብረሉ ማለት እዩ። ዝበዝሕ ግዜ ንኣብነት ኣብ ዝመጸልካ ግዜ ግቡእ ታሪኽ ንወስድ፣ መዓስ ጀሚርዎ፣ እንታይ እንታይ ይስምዖ ወይ ውን ንቸክ ኣፕ እየ መጽየ እብለካ። ዝኾነ ሰብ ንቸክ ክገብር እየ መጽየ እሞ ቸክ ክገብር ይብለካ ኩሉ መርመራ ናይ ጸቅጢ ዓይኒ ንገብረሉ መድሃኒት ኣንጢብና እቲ ውሽጢ ሞተረ ዓይኒ ውን ንሪኦ ኢና ሞተረ ዓይኒ ኣብ ሞተረ ዓይኒ ብቡዙሓት ሕማማት ቡዙሕ ዓይነት ለውጢ ይመጽእ ብግላኮማ ለውጢ ይመጽእ ብሽኮርያ ለውጢ ይመጽእ ብደም ብዝሒ ለውጢ ይመጽእ ምስ ዝተፈላለዩ ብጾታዊ ርክብ ዝመሓላለፉ ሕማማት ውን ቡዙሕ ዓይነት ለውጥታት ይመጽእ ማለት እዩ ስለዚ እዚ ሰብ እዚ እንተ ካብዚ ዝኾነ ዓይነት ሕማም ነጻ እንተኾይኑ እቲ ዘድልዮ ማዕዳን ምኽርን ሂብና ንሰዶ ማለት እዩ። ሽኮርያ ወይ ደም ብዝሒ ዘለዎ ሰብ እንተኾይኑ ግን ውሽጢ ዓይኑ ሪእና ለውጢ ዘለዎ ሰብ እንተኾይኑ ግቡእ ምቁጽጻር ናይ ሽኮር ክገብር ኣለዎ። ምስቲ ናይ ውሽጣዊ ዝርያኡ ሓኪም ክላዘብ ክኽእል ኣለዎ። ሓንሳብ ዓቐን ሽኮሩ ሚእቲ መጽእ፣ ሓንሳብ ሓሙሽተ ሚእቲ መጽእ ዋላ ሰለስተ ሚእቲ መጽእ ክኸውን ከም ዘይብሉ ንመኽሮ ማለት እዩ። ኣብ ርእሲዚ ወላ እንተ ጸቕጢ ሓበላ እንተ ገበረ፣ እዚ ሽኮር ዘለዎ ዓይነት ሰብ ሓበላ እንተ ገበረ፣ ደሓር ድሕሪ መጥባሕቲ ኩነታት ምርኣይ እውን ክደክም ይኽእል እዩ ማለት እዩ። ስለዚ ብሓንሳብ ናይ ርኡይ ለውጢ ኣብ ዓይኒ ከምጽእ እውን ይኽእል እዩ ማለት እዩ ኣብ ዝሓጸረ ግዜ። ስለዚ ኩሉ ዓይነት ካብ ጸቕጢ ዓይኒ ዘለዎ ኩሉ ዓይነት መርመራታት ኢቨን ናይ ምንባብ ምሽጋር ኣለኒ ተይሉ ናይ ኢካለ ወላ እውን ናይ ርሑቕ ምሽጋር ተልዎ እውን ኩሉ ዓይነት ቸክኣብ ንገብረሉ ኢና። ዓቐን ንብዓት እውን ክዕቀን ይኽእል እዩ፣ ምድራቕ ወይ እውን ደይምቹእነት ይስምዖ ተኾይኑ ማለት እዩ ኣብ ዝኾነ ኣጋጣሚ። ስለዚ ዝኾነ ሰብ ተወሳኺ ውሽጣዊ ሕማም ዘለዎ ተኾይኑ ከምዚ ዓይነት ሕማም ኣለኒ እሞ ከምዚ ከምዚ ቸክኣፕ ወይ እውን ኣብ ዓይኒ ለውጢ ይገብር እዩ፣ ኢሎምኒ ወይ ውን ስለ ዝገብር ቸክ ክገብር መጽየ ወይ ውን ተወራራሲ ስለ ዝኾነኒ ወይ ውን ከምዚ ኢሉ ቤተሰበይ ዝዓወረለይ ኢሉ መጸ ስለዚ ዝኾነ ዓይነት ጥርዓን ሒዙ ክመጽእ ይኽእል ዩ ኣብ ዝኾነ ግዜ ከኣ ቸክ እንተገበረ ወላ ሓንቲ ጸገም የብሉን። ሚኒስትሪ ጥዕና ሃገርና በብእዋኑ ኣብ ኣብያተ ትምህርቲ ብምኻድ ዘካየዶ ወፍሪ መርመራ ጥዕና ዓይኒ ተማሃሮ ንብዙሓት ካብ ተኣፋፊ ጸገማት ዓይኒ ዘድሓነ ዩ። ተንቀሳቐስቲ ጉጅለታት ሕክምና ዓይኒ ምስ መሳርሒታቶም ኣብ ኣብያተ ትምህርቲ ብምኻድ፣ ተማሃሮ ኣብ ምድሓን ቀጻሊ ዝገብርዎ ዕዉት ጻዕሪ ሞጎስ ዝግብኦም እዩ። ጎኒ ጎኒ'ዚ መምህራን ኣብ ዘምህርዎ ክፍሊ ንምርኣይ ዝሽገር ህጻን ኣለልዮም ፈለማ ንወለዱ ብምጽዋዕ ንሕክምና ዓይኒ ከወዝዎ ኣብ ምሕባር ንህጹጽ ፍታሕ ኣብ ቀዳማይ ከብሒ ኮፍ ኣብ ምባል ዝገብርዎ ጻዕሪ ክነኣድን ክምጎስን ዝግብኦ እዩ። ብቕዓት ዘለዎ ተምሃራይ ጸገም ዓይኒ እንተማዕቢሉ ከም መዛንኡ ተወዳዳርን ኣብ ዝፈስስ መኣዲ ትምህርቲ ተዋሳእን ክኸውን ስለዝሽገር፣ ጥዕና ዓይኒ ንምሕላው ብውሕዱ ኣብ ዓመት፣ እንተተኻኢሉ ድማ መንፍቕኣዊ መርመራ ዓይኒ ምክያድ ተመራጺ እዩ። ብፍላይ ድሕሪ ኣርብዓ ዓመት፣ ዝኾነ ሰብ ስሩዕ መርመራ ዓይኒ ከካይድ ከምዝግብኦ'ዮም ክኢላታት ጥዕና ዓይኒ ዝመኽሩ። ካብዚ ዕድመ'ዚ ንደሓር ጥዕና ዓይኒ ብዝተፈላለዩ ካልኦት ጥዕናዊ ጸገማት ኣቐዲሞም ካብ ዝጸንሑ ጸገማት ተነቃፊ ስለ ዝኸውን እዋናዊ ምርመራን ግቡእ ምክትታል ሕክምናን ኣገዳሲ'ዩ። ድሕሪ ኣርብዓ ዓመት ኣብ ዘሎ ዕድመ ዝወርድ ጸገም ዓይኒ ማሕበረ-ቁጠባዊ ጸገም ዘስዕብ ብምዃኑ ኣቐዲምካ ሕክምናዊ ምርመራ ብምክያድ ምውጋዱ ብልሒ'ዩ። ድሕሪ ርብዓ ዓመት ኣብ ኣካላትና ናይ ምልዋጥ ባህሪታት ኣሎ ማለት'ዩ። ሓንሳብ ብዘይ ምርካብካ ወይ እውን ብዘይ ምፍላጥካ ነቲ ሕማም ጠቕሊልካ ናብ ሓደ ሕማቕ ደረጃ እውን ክበጽሕ ዝኽእለሉ ግዜያት ኣሎ። ናብ ጠቕሊልካ ምዕዋር እውን ክመጽእ ይኽእል እዩ። ኣብ ናይ ውሽጣዊ ነገራት እውን ጠቕሊልካ ናብ ሞት ዘብጽሕ ደረጃታት እውን ክመጽእ ይኽእል እዩ። ኣብ ግዜ ኣብ ትሕቲ ቅድሚ ኣርብዓ ዓመት ዘሎ ነገራት ዝበዝሕ ግዜ ናይ ምትክኻእ ባህሪ ኣሎ። ዋላ እውን ኣብ ውሽጢ ኣካላትና ንዝፍጠር ነገራት ጅማውቲ ድዮም ተጻዊሮም ናይ ምሕላፍ ወይ ክውን ተወጢሮም ድዮም ተገቲሮም ናይ ምሕላፍ ተኽእሎ ኣለዎም ማለት እዩ። ኣብቲ ድሕሪ ኣርብዓ ዓመት ዘሎ ግን ከምቲ ናይቲ ንእስነትካ እቲ ዘለኻዮ ግዜ ኣይኮነን ኩሉ ነገራትካ ዋላ ኣብ ንጥፈታትካ ንርኣዮ ኣብ ስፖርት ክትገብር ከለኻ ኣብ ጉያ ከምቲ ቅድሚ ርብዓ ዝነበርካሉ ኣይትኸውንን ኢኻ ማለት እዩ ዝበዝሕ ግዜ ከኣ ድሕሪ ርብዓ ዓመታት ዝመጹ ሕማማት ምልክት ከይህልዎም ይኽእል እዩ ንኣብነት ኣብ ገለ ገለ እዋናት ናይ ምንባብ ምሽጋር ኣሎ ድሕሪ ርብዓ ዓመት ማለት እዩ ስለዚ እዚ ምንባብ ምሽጋር ኣብ ስታፍ ብዙሓት ሰባት ድሕሪ ርብዒ ዓመት ንሪኦ ማለት እዩ። ኣብ ገለ ገለ ሰባት ኣይረኣን እዩ፣ ኣብ ገለ ገለ ሰባት ግን ኣሎ። ዝበዝሕ ግዜ ኣሎ፣ መንበቢ ነሸገር ኣሎ። ገለ ሰባት ንቑሓት ኮይኖም ከም ዝስምዓኒ፣ በዚ ጎነይ ዝመጸኒ ዘሎ ነገራት ኣይርእን እየ፣ ወይ እውን ካብቲ ዝነበርክዎ ይደክም ኣሎ። ብዝተኻእለ መጠን ከኣ ኣብ ሕክምና ጥራይ እዩ ክፍለጥ ዝከኣል ከኣ። ጸቕጢ ዓይኒ ኣለዎን የብሉን ሓደ ሰብ ኣብ ሕክምና መጺኡ ይፍለጥ። ገለ ገለ እዋን ንኻልእ ስራሓቶም ኢሎም መጺኦም እውን ሃንደበት ዝፍለጠሉ ኣጋጣሚ ኣሎ። ንኣብነት ናይ ኣውቲስታ ክኸውን ኢሉ ናይ መምርሒ ፍቓድ፣ ድራይቪንግ ላይሰንስ፣ ከውጽእ ኢሉ ይመጽእ እሞኒ ሃንደበት ኩሉ መርመራ ኣብ ዝግበረሉ ግዜ እቲ ዓይኒ ጸቕጢ ዓይኒ ከም ዘለዎ ከኣ ይፈልጥ ማለት እዩ። እዚኦም ከምዚኦም ዓይነት ሰባት ሃንደበት መጺኦም ኣብ ሕክምና ዝፈልጡ ገለ ገለ እዋን ዕድለኛታት ሰባት ኢና ንብሎም። ምኽንያቱ ንኻልእ ኣጋጣሚ ኢሉ ተወሳኺ ነገራት ካብ ዕረት ወይ ካብ ጠቕሊልካ ናይ ምርኣይ ጸገም ድሒኑ ኣሎ እዚ ሰብ እዚ ብሕጽር ዝበለ ማለት እዩ። ሕጂ እንታይ እዩ ብሽኮርያ ዝመጽእ ለውጥታት ኣሎ ንኣብነት ሽኮር ዘለዎ ሰብ ዝበዝሕ ግዜ ድሕሪ ዓሰርተ ወይ ዓሰርተ ሓሙሽተ ዓመት ሽኮርያ ኣለካ ካብ ዝበሃል ዝበዝሕ ግዜ ናይ ዓይኒ ለውጢ ይመጽእ እዩ። ዝበዝሕ ግዜ ሽኮርያ ከኣ ናይ ኮንጀኒታል ምሳኻ ዝውለድ ኣሎ ወይ እውን ዝበዝሕ ዝበዝሕ ዓይነት ሽኮርያ ከኣ ድሕሪ ኣርብዓ ዓመት ወይ ከኣ እቲ ታይፕ ቱ ዲያቤትስ ኢልና ንጽውዖ ከኣ ድሕሪ ኣርብዓ ዓመት ይመጽእ። እዚ ናይ ሽኮርያ ለውጢ ዝበዝሕ ግዜ ምልክት ኣይህብን እዩ። ኩነታት ምርኣይካ ደሓር እንዳደኸመ እዩ ዝኸይድ። ስለዚ ኣበየናይ ደረጃ በጺሑ ኣሎ? ግቡእ ምቁጽጻር ብፍላይ ዘይብሉ ሰብ ተኾይኑ ወላ ቅድሚ ዓሰርተ ዓመት እቲ ለውጢ ክመጽእ ይኽእል እዩ ማለት እዩ። እንተ ግቡእ ምቁጽጻር ተዘይጌሩ ኣብ ዓይኑ ለውጢ ክመጽእ እዩ ኣብ ዝተፈላለያ ክፍሊ ኣካላቱ ክመጽእ እዩ። ኣብ ሕክምና መጺኡ ግን እቲ ዝመጸ ለውጢ ዝተፈላለየ ፍወሳ ክግበረሉ ይከኣል እዩ። ጨረር ክግበረሉ ይከኣል እዩ፣ መድሃኒታት ክወሃቦ ይከኣል እዩ፣ ዝተፈላለየ ምኽርታት እውን ክወስድ ይኽእል እዩ ማለት እዩ። ስለዚ ሓደ ሽኮርያ ኣለዎ ዝተባህለ ሰብ ብዝተኻእሎ መጠን ኣብ ነፍሲ ወከፍ ሽዱሽተ ወርሒ መጺኡ ናይ ዓይኒ ቸክኣፕ ክገብር ኣለዎ ማለት እዩ። ዝበዝሕ ግዜ ኣብ ዓይንና ዝመጽእ ለውጢ ኣብቲ ውሽጣዊ ክፋል ናይ ዓይኒ ዝበልናዮ ኣብቲ ረቲና ወይ ከኣ ኣብቲ መልእኽቲ ናብ ሓንጎል ተርጒሙ ዘመሓላልፍ ክፋል ናይ ዓይኒ እዩ ዝመጽእ ማለት እዩ። ስለዚ ኣብ ሕማቕ ደረጃ ምስ በጽሐ ገለ ገለ እዋን ዶንጊኻ ዝበሃል ዘረባ ኣሎ። ወይ እውን ኣይከውንን'ዩ ሕጂ ዋላ ሓንቲ ክኸውን ኣይክእልን'ዩ ዋላ ሓንቲ ክግበር ኣይከኣልን'ዩ ትብለሉ ደረጃ ኣሎ ማለት እዩ። ስለዚ ከምዚ። ካብ ናብ ሕማቕ ደረጃ ከይበጽሐ ከሎ ቀልጢፍካ ንምርዳእ እቲ ዝበለጸ ናብ ሕክምና መጺኻ ትገብሮ ቸክኣፕ እዩ ማለት እዩ። ስለዚ ክሳብ ሕማምና ክንፈልጥ ደይከኣልና፣ ክሳብ ዝኾነ ምልክት ክህበና ደይከኣለ፣ ክሳብ ዝኾነ ዓይነት ስምዒታት ደይተሰማዓና መጺእኻ ቸክኣፕ ምግባር ወላ ሓንቲ ጸገም የብሉን። እንተ መጺኻ እንተ ዝኾነ ዓይነት ጸገም እንተልዩ ከምዝን ከምዝን ጸገም ኣለካ ከምዚ ከምዚ ሕማምካ እንተ ፈሊጥካ ካብ ምንታይ ካብ ምንታይ ትጥንቀቕ ውን ትፈልጥ ኢኻ ማለት እዩ። ብዘይ ምፍላጥካ ግን ነዊሕ ዓመታት ውሽጢ ውሽጢ ክትሳቐ ጸኒሕካ ወይ ውን ውሽጢ ውሽጢ ክሰርሓልካ ጸኒሑ ሃንደበት ናይ ምጥፋእ ወይ ከኣ ሽፍን ወይ ከኣ ጠቕሊልካ ግብ ናይ ምባል ባህሪ ይመጽእ ማለት እዩ። ስለዚ ሽዑ ንዓና ውን ኣሸጋሪ እዩ ማለት እዩ። ስለዚ በዚ ኣጋጣሚ ዝኾነ ሰብ ድሕሪ ኣርብዓ ዓመት ዘሎ ኣርብዓ ዓመት ዘሎ ናይ ዓይኒ ቸክኣፕ ኣብ ዝተወሰነ ኣብ ዕድሚኡ መጺኡ ክገብር ኣለዎ ተወሓደ ኣብ ሽዱሽተ ወርሒ መጺኡ ነዊሑ ከይዱ ተተባህለ ኣብ ዓመት መጺኡ ቸክ ኣፕ ክገብር ኣለዎ ማለት እዩ። መነጽር ዓይኒ ንዝተፈላለዩ ናይ ምርኣይ ጸገማት ንምሕጋዝ ብሓኪም ዓይኒ ዝእዘዝ እዩ። መነጽር ዓይኒ ኣብ ዝተፈላለየ ከለ ዕድመ ዝእዘዝ ኮይኑ ምስ ኩነት ጥዕና ዓይኒ ግዳይ ዝዳረግ ዓቕን ብሓኪም ዝእዘዝን ተጠቃምነቱ ብትእዛዝ ሓኪም ዝውሰንን እዩ። ገለ መነጽራት ዓይኒ ብዘይካ ኣብ ግዜ ድቃስን ጽሬትን ኩሉ ግዜ ክንወድዮም ዝግባኣና ምዃኖም'ዮም ክኢላታት ዘረድኡ። ተረኽበ ኢልካ መነጽር ዓይኒ ብዘይ ትእዛዝ ሓኪም ምጥቃም ቅኑዕ ኣይኮነን። ዘይግብኣካ መነጽር ዓይኒ ምውዳይ ንጸገማት ዓይኒ ምግዳድ ጥራይ እዩ። ዳቪስታ ከም ዝበልኩኻ ብኽልተ መንገዲ ክእዘዝ ይከኣል እዩ። ሓደ ንመንበቢ ጥራይ ኢልካ ነቲ ሰብ ዝወሃቦ ዓይነት ዳቪስታ ኣሎ። ዝበዝሕ ግዜ እዚ ናይ መንበቢ ካብ ድሕሪ ዕርበ ዕድመ ኣርብዓ ዓመት እዩ ዝእዘዝ። ድሕሪ ኣርብዓ ዓመት ዘሎ እታ መርዓት ዓይንና ልክዕ ከም ካሜራ ዙም እያ ትገብር ቅድሚ ኣርብዓ ዓመት ማለት እዩ ንቀረባ ክንርኢ ከለና ትረጉድ ንርሑቅ ክንርኢ ከለና ከኣ ትጸፍሕ ማለት እዩ ዙም ትገብር ማለት እዩ ኣብዚ ዕድመ እዚ ግን እቲ ዙም ናይ ምግባር ባህሪ ወይ ድማ እቲ ኢላስቲሲቲ ምዝርጋሕን ምጭባጥን ናታ ነገር የቋርጽ ማለት እዩ ስለዚ ኣብ ዘቋርጸሉ ግዜ ዝኾነ ሰብ ንቀረባ ምንባብ ይሽገር ማለት እዩ ስለዚ ዝበዝሕ ግዜ ኣብ ዘንብበሉ ግዜ ነገራት ካብ ዓይኑ ኣርሒቁ ማለት እዩ ከምዚ ጌሩ ኢምበር ኣቅሪቡ ክሪኦ ከሎ ኣየንብበሉን እዩ ማለት እዩ ስለዚ መንበቢ ዳቢስታ ምስ ተኣዘዘ ብትኽክል በቲ ሓኪም ይሕበሮ እዩ። እዚኣ መንበቢት እያ ክተንብብ ከለኻ ቀረባ ቀረባ ስራሕ ክትሰርሕ ከለኻ ኣርብዓ ሰንቲ ሜተር እዩ እቲ ቀረባ ስራሕ ንብሎ ማለት እዩ ካብ ዓይኒ ኣርብዓ ሰንቲ ሜተር ርሕቐት ዘለዎ ንቀረባ ቀረባ ክትሰርሕ ከለኻ ክተንብብ ከለኻ እኽሊ ክትኣርዪ ከለኺ ፈትሊ ወይ ክትሰፊ ከለኺ ኢልና ንሕብሮም ኢና ማለት ብትኽክል ማለት እዩ ናይ ርሑቕ እንተተኣዚዙ ከኣ እዚኣ ንርሑቕ እያ ተኣዚዛ ካብ ዓይኒ ኣይትወጽእን እያ ስለዚ ካብ ዓይኒ ኣይወጽን እዩ። ዝበዝሕ ግዜ እዚ ናይ ርሑቕ ይከለ ድሕሪ ኣርባዓ ዓመት ውን ይእዘዝ እዩ። ቅድሚ ኣርባዓ ዓመት እዩ ዝበዝሕ ማለት እዩ። ስለዚ ሓንሳብ ምስ ተኣዘዘ ከም ከውጽኦ ከም ዘይብሉ ኣብ ነፍሲ ወከፍ ገለ ዓመታት ከኣ መጺኡ ቸክ ክገብር ይኽእል እዩ። ምናልባት ናይ ምልውዋጥ ዲግሪ ክመጽእ ይኽእል እዩ። ወላ ውን ኣብ ገለ ገለ እዋናት ዳቢስታ ከስርሕ ኢልካ ምስ ተኣዘዘሉ በቲ ሓኪም ወይ ብፕሪስክሪፕሽን ምስ ተዋህቦ ናይ ርሑቕ ይኹን ብፍላይ ኣብ ስሊንደር ናይዞም ኣስቲግማቲዝም ዝበሃል ኣብ ገለ ገለ እዋናት ካብ ጽርግያ እዚኣ ዓቐንኪያ ኢሎም ወይ ውን ገለ ገለ እዋናት ውን ኣብ ዘስርሓሉ ቦታ ትኽክል ዘይምስራሕ ኣሎ። ስለዚ ሓንሳብ ምስ ተኣዘዘ ኣብ ሕክምና መጺኡ ነታ ዛቢስታ ክዕቅና ኣለዎ። እታ ዝተኣዘዘትሉን እታ ገዚእዋ ዝመጸን ሓደ ድየን ኣይኮናን ክረጋገጽ ክኽእል ኣለዎ ማለት እዩ። ስለዚ ንርሑቕ ኢሉ ተተዋሂቡ ንርሑቕ እዩ። ገለ ገለ እዋን ንመንበቢ ኢልካ ምስ ኣዘዝካሎም ንርሑቕ ደገ መሊሶሞ ክም ወይ ክጥቀሙሉ ይፍትኑ። ስለዚ ንርሑቕ ክትርእየሉ ተፈቲንካ ዝበዝሕ ግዜ ናይ ድንግርግር ምባል ወይ ውን ናይ ምውዳቕ ወይ ውን ነገራት በሪኽን ክብ ለጠቕን ዝበሉ ነገራት ኣብ ባይታ ኮይኖም ክረኣዩኻ ይኽእሉ እዮም ማለት እዩ። ስለዚ ትኽክል ሓበሬታ ሰሚዕኻ ኣብ ሓኪም ምኻድ ናብቲ ትኽክል መንገዲ ክወስደካ ይኽእል እዩ ማለት እዩ። ብሰባት ዝዝውተሩ ናይ ጸሓይ ተባሂሎም ዝጽውዑ መነጽራት ዓይኒ ኣለዉ። እዞም መነጽራት እዚኣቶም ንዓይኒ እንታይ ጥቕሚ እዩ ዘለዎም? ኣብ ከመይ ዝኣመሰለ ከባብን እዋንን እዮም ክዝውተሩ ዝግብኦም? እዞም መነጽራት እዚኣቶም ከከም ዓይነቶም ከም ዝፈላለዩን ካብ ተራ ብርሃን ጸሓይ ክሳብ ገለ ጸርግታት ናብ ዓይኒ ንኸይኣቱ ከም ዝከላኸሉ እዮም ክኢላታት ዘረድኡ። ብሓፈሽኡ ናይ ጸሓይ ተባሂሎም ዝዝውተሩ መነጽራት ዓይኒ ክዝውተሩ ከም ዝግባእ እዮም ሓካይም ዝምኽሩ። ናይ ጸሓይ መነጽር ሓደ ጥቕሙ ብዙሕ ጥቕምታት ኣለዎ ማለት እዩ። በቲ ጥቕሙ ክንጅምር፣ ዝበዝሕ ግዜ ናይ ጸሓይ መነጽር ከም ቤትሮ ናይ መኪና ንኣውቲስታ ማለት እዩ። ምክልኻል እዩ ቀንዲ ዕላምኡ። ምክልኻል ዝኾነ ባዕዳዊ ነገር ናብ ዓይኒ ንኸይኣቱ ይከላኸለልና፣ ደሮና፣ ንፋስ፣ ትኪ ወይ ዝኾነ መንገፍ ነገራት። ካልእ ዘየድሊ ናይ ጸሓይ ጨረርታ፣ ኣልትራቫይለት ረይ ንብሎ፣ ናብ ዓይኒ ካብ ምእታው ይከላኸል ማለት እዩ። ብሕጽር ዝበለ ካብ ብዙሓት ዕማማት ናይ ዓይኒ ክከላኸል ይኽእል እዩ። ናይ ጸሓይ መነጽር ኩሉ ሰብ ክመልስ ይኽእል እዩ። ዝኾነ ዓይነት ሰብ ክመልስ ይኽእል እዩ። ዝበዝሕ ግዜ ካብ ምድራቕ ናይ ዓይኒ እውን ይከላኸል። ሓደ ሰብ ብተደጋጋሚ ዶሮናን ንፋስን ኣብ ዝኣትወሉ ግዜ ናይ ምድራቕ ባህሪ ክህልዎ ይኽእል እዩ። ስለዚ ካብቲ ብብዝሒ ዝኣቱ ንፋስን ዶሮናን ንምክልኻል ናይ ጸሓይ ከላ ክገብር ይኽእል እዩ። ከም ተወሳኺ ኣለርጂ ዘለዎም ሰባት ኣለርጂ ወይ ከኣ ቁጥዐ ናይ ዓይኒ ዘለዎም ሰባት ዝበዝሕ ግዜ መበገሲ ነገር ኣለዎም። ናብ ዓይኖም ረጊፉ ዝኣቱ ድዩ ወይ እውን ዝተፈላለየ ነገራት ክኸውን ይኽእል እዩ፣ ምስ ደሮና ንፋስ ዝተሓዋወሰ። ናይ ኢኩያሎ ናይ ጸሓይ ኣብ ዝገብረሉ ግዜ ግን እዞም ዝኣትዉ ነገራት ብዝተሓጸረ መንገዲ ናብ ዓይኒ ንከይኣትዉ ይኽልክለሎም ማለት እዩ። ከም መከላኸሊ ዝተፈላለየ ነገራት ይጠቕመና። ዋላ'ውን ገለ ገለ እዋናት ካብ ብጸሓይ ዝመጽእ ካንሰር ናይ ኮቦሮ ዓይኒ እውን ናይ ጸሓይ ዘይተደልየ ኣልትራቫይሎት ዝመጽእ ካንሰር ናይ ኮቦሮ ዓይኒ ውን ይከላኸል እዩ ማለት እዩ እዚ ናይ ጸሓይ እከለ። ናይ ጸሓይ እከለ ዝበዝሕ ግዜ ብሓኪም እዩ ክእዘዝ ዘለዎ ወይ ውን ክሕበር ደለዎ እንታይ ዓይነት ናይ ጸሓይ እከለ እዩ። ብዙሕ ዓይነት ናይ ጸሓይ እከለ ኣሎ። ሕጂ ገለ ካብኡ ናይ ሳን ግላስ ንብሎ ማለት እዩ። እቲ ሓደ ከኣ ሶላር ግላስ ወይ ከኣ ኣንቲረፍሌክቲቭ ዘለዎ ዓይነት ናይ ጸሓይ እከለ ከም ንብሎ ኢና። እቲ ናይ ጸሓይ እከለ ተራ ጸሓይ እዩ ዝከላኸል። ኖርማል እዚ ናይ ጸሓይ ብርሃን ናብ ዓይንና ንከይኣቱ ተራ ናይ ጸሓይ ነገራት እዩ ዝከላኸል። ደሮና ንፋስ እውን ከም ተወሳኺ ክከላኸል ይኽእል እዩ። እዚ ኣንቲረፍለክቲቭ ወይ ከኣ በቲ ኣብ እንዳ ዳቢስታ ዝስራሕ ወይ ከኣ ኣብ እንዳ መሸጢ ናይ ኢኩያለ ዝስራሕ ግን ኣንጻር ናይዞም ኣልትራቫዮለት ረይ ዝከላኸል ኣንጸባሪቑ ዝመልስ ክስታይ ኣለዎ ማለት እዩ ነገራት ኣለዎ ማለት እዩ ኣብቲ ግላስ ማለት እዩ ስለዚ ዝበዝሕ ግዜ ካብ ደሮና ካብ ንፋስ ንመከላኸሊ እዚ ኣብ ጽርግያ ዝሽየጥ ገዚእኻ ክትጥቀም ትኽእል ኢኻ ግን እዚ ማለት ካብቲ ኣልትራቫይሎት ዝበሃል ናይ ጸሓይ ጩራ ግን ይከላኸለልና ማለት ኣይኮነን ማለት እዩ ስለዚ ናይ ጸሓይ ዝመጽእ ኣልትራቫይሎት ረይ ንምክልኻል እዚ ኣብ ንዳዳቢስታ ዝስራሕ ኣንቲረፍለክቲቭ ወይ ከኣ ኣንጻር ናይ ምንጽብራቕ ነገራት ዘለዎ ንዝመጽእ ብርሃን ኣንጸባሪቑ ዝመልስ ዓይነት ናይ ጸሓይ እካያለ ክጥቀም ክኽእል ኣለዎ ማለት እዩ። ስለዚ ዝኾነ ሰብ ኣብ ዝኾነ ዕድመ ናይ ጸሓይ እካያለ ክጥቀም ኣለዎ ማለት እዩ። ስለዚ ብዘይ ስክፍታ ብዘይ ዝኾነ ነገር። ናይ ጸሓይ እከለ ጌሩ ማለት ዓይኒ ደኺሙ ማለት ኣይኮነን። ኣንኮራ ዓይኒ ንነዊሕ ዓመታት ከገልግል ከም ዘለዎ ኢኻ ትገብሮ ማለት እዩ። ሓረስቶት ኣብ ግዜ ምሕራስ፣ ኣብ ግዜ ቀውዒ ብዙሕ ነገራት ናብ ዓይኖም ኣእቱ እዩ። ሓሰር ኣእቱ፣ ደሮና ኣእቱ፣ ንፋስ ኣእቱ። ስለዚ ነዚ ንምክልኻል ዝበዝሕ ግዜ ቤትሮ ወይ ከኣ ዝኾነ ዓይነት መከላኸሊ ናይ ዓይኒ ክህሉ ይኽእል ኣለዎ። እዚ ከኣ ናይ ጸሓይ እከለ ኢልና ንጥቀመሉ ማለት እዩ። ኣብ ገለ ገለ እዋናት ናይ ከም ንኣብነት ስፈሮይዳል ዲጀነሬሽን ኢልና ንገልጾ ሕማም ኣሎ፣ ናይ ቤትሮ ዓይኒ ወይ ከኣ ቤትሮ ዓይኒ ብደሮናን ብንፋስን ኣብ ዝህሰየሉ ግዜ ካብ ጽርግያ ገዚኦም ጸሊም ናይ ጸሓይ ዳቢስታ ናይ ምጥቃም ገለ ገለ ባህሪ ኣሎ ኣብ ገለ ገለ ሰባት። እዚ ነገራት ኣብ ዝጥቀምሉ ግዜ እቲ ዳቢስታ ጸሊም እዩ፣ ኩነታት ቤትሮ ዓይኖም እውን ተሓኺኹ እዩ ዘሎ፣ ጽቡቕ የለን፣ ኣብ ምርኣይ መሊሱ የድክመሎም ማለት እዩ፣ ምርኣይ ይሽገሩ። ሕጂ እዚኦም ከምዚኦም ዓይነት ሰባት። ግድን እቲ ናይ ጸሊም ክኸውን ኣለዎ ኢልና ክስታይ ኣይንገብርን ኢና። ሶላር ኣንቲ ረፍለክቲቭ ዘለዎ ኮይኑ ቤትርኡ ግን ጻዕዳ ዝኾነ ማለት እዩ። ከም ተወሳኺ እውን ኣብ ገለ ገለ ዲግሪ ንእዝዝ ኢና ምሽ ዲግሪ ንእዝዝ ኣብዚ ዲግሪ ገለ ሰባት ጻዕዳ ክገብርዎ ዝመርጹ ኣለዉ ገለ ከኣ ጸሊም